እንፈትወካን እነኽብረካን ሓላል ህዝብና ከመይ ባለኻ ካብ ብሱል ጥረ ዝተረፍኩም ጀጋን ብጾትና ደሓን ደለኹም መቸም ንሰማይ እንቃዕሪ ረቢልኩም ኣብ ሰሌዳ ሰማይ ምስልና ተሳኢሉ ርኢኹም ዝሓለፍናዮ ኩሉ ዘኪርኩም ዕዒንትኹም ንብዓት ቋጺረን እህ ኢልኩም ትዝክሩና ከም ዘለኹም ንፈልጥ። ንሕና ስዋኣትኩም ንቕኑዕ ዕላማ ብኽብሪ ምስዋእ ልዕሊ ምንባር እዩ ኢልና ንስለ ዓድናን ህዝብናን ግንባርና ንዓረር ሂብና ኩሎም መከራታት ትሕቲ ሞት ጌርና ንሞት እውን ግን ተቐቢልና መልኣከ ሞት ዝኸበቦ ድቕድቕ ጸልማት ብብርሃን ገድሊ ትግራይ ክንኩልዕ ሓዊ ዝቋጸሩ ቁምቡላታት ጋሊህና ዝስገር ዘይመስል ደልሃመት ተሳጊርና ሰማይ ዝተንከፉ ውንጡሓት ኽራናት ኣብ ዝባኖም ደይብና ኣብ ዝባና ደመና ሓውን እናሰረበ ጉልባብ ዕምብርኦም ቀሊዕና ሕድርና ዘይትዕብር ጀግና ህዝብናን ጽኑዓት ተጋደልትን ከም ዘለኽሙና ኣሚንና እናተሓጐስና ክምስ እናበልና ተሰዊእና ንሕና እንትንስዋእ ብዘይ ስርዓት መግነዝ ሓመድ እንትንድበ ንውሽጢ ነቢዕኹም ዝኣተኽሙልና ቃልስ ደጋጊምኩም እናዘከርኩም ትፈጽምዎ ደለኹም ህዝብና ጀጋኑ ተጋደልትና ንሕና ብኣካል ኢና ተፈሊናኩም እምበር መንፈስና ኮምሳኹም እዩ ዘሎ ትማሊ ወርድ ብዝነበረ መዓት ከይተሰኮንኩም ንዕስለ ጸላእትኹምን ዝዓጠቕዎ ዘመናዊ ቴክኖሎጂን መኪትኩም ኣብ ዝኾነ ዓድን ዘመንን ዘይተረኣየ ጽንዓትን ጀግንነትን ኮይኑ ኣብ መዝገበ ታሪኽ ዓለም ብወርቃዊ ኸለም ክጸሓፍ ዝገበርኩም ህዝቢ ምዃንኩምስ ትፈልጥዎ ኣለኹም ዲኹም? ኣብቲ ብመስዋእትና ንሕበነሉ ናይ መኸተ ምዕራፍ እኮ ዓለም ብዓለማ ብመሬትን ብሰማይን ተኸቢቡ ኣብ ውስን ቦታ ተዓጽዩ በዚ ዅሉ መዓት ዕጥቁ ዘይፈትሕን ዘይምብርከኽን ሓያል ህዝቢ መን እዩ ኢላ ክትሓትት ዝገበርኩም ጀጋኑ ምዃንኩምስ ተስተብህልሉዶ? ሓላል ህዝብና ጀጋኑ ብጾትና ትማሊ ጆኖሳይዳዊ ኲናት ምስ ዝኣወጅልና ሓይልታት ጽንተት ገጢምና ኣብ ብልሕጫፍ ናይቲ ህዝባዊ ኲናት ተሰሊፍና ስፍርን ቁጽርን ዘየብሎም ዘመናዊ ዕጥቂ ዝተዓጠቑ ናይ ውሽጥን ናይ ደገን ሽሾ ልፍንታውያን ጸላእቲ ብዘገርም ጽንዓትን ጀግንነትን ክንምክቶም ኢና ኢልና ብህዝብና ምሒልና ክኽፈል ዝግብኦ ኵሉ ዓይነት ዋጋ ኸፊልና ትግራይን ትግራዋይ መንነትን ቅድሚት ሰሪዕና ወድዓዊ ጸገማትና ተጻዊርና ዝነበረና ውልቃዊ ህይወት ድሕሪ ህላው ህዝቢ ትግራይ ሰሪዕና መስዋእቲ ኸፊልና እሞ ጻማ መስዋእትና ኩሉ ሕድርታትና ይፈጸመሎዶ ትብሉ ኣይመስለናን ሓላል ህዝብና ሓየት ሰራዊትና ሕዚ እውን ደጋጊምና ክንነግረኩም ንቐጻሊ ሰላማዊ ቃልስን ዓወትኩምን ሓድነትኩምን ሰረት ተንብሩ ቃልኩም ሐዲስኩም ክሳብ ሕዚ ዝተረኣዩ ግድፈታት ኣሪምኩም ናብ ሙሉእ ዓወት ዘሰጋግር ጉዕዞ ሓድነታዊ ጽንዓትኩም ዓትዒትኩም ንቕድሚት መርሹ ናብ ልዑል ሰላማዊ ቃልስን ዓወትን ዘሰጋግር ወነን ሕራንን ይሃልኹም ኩሎም ዓቕምታትኩም ንምርግጋጽ ግዝኣታዊ ሓድነትኩምን ህላውኹምን ኣውዕልዎም ሐዚ እውን ብጽንዓትኩምን ሰላማዊ ቃልስኹምን ዘይትሰግርዎ ፈተና ኣይህልን። ግን ድማ ሓደ ኹኑ፣ ሕበሩ፣ ህዝብኹም ኣኽብሩ። ብበለካ ለኽዓካ ከይተገራኹም ምእንታኹም ከም ዝተሰዋእና እናዘከርኩም እታ ነበህጋ ምዕብልቲ ትግራይ ክተርእዩና ቃል እተው ሓደራ ንብለኩም።